ህይወትና ክንልውጥ ዝሕግዙ ውሳኔታት፣ ቀዳማይ፣ ኣብ ተሪፉ ዘሎ ዕድሜኻ ሃብታምን ሕጉስን ክትከውን ትደሊ'ዶ? ሕዚ በል። ካብቲ ኣብ ስራሕካ እትጽዕሮ ንላዕሊ ኣብ ገዛእ ርእስኻ፣ ኣብ ውልቃዊ ዕቤትካ ብዝበለጸ ስራሕ። ኣታዊታትካ ካብ ውልቃዊ ዕቤትካ ንላዕሊ ኣይበልጽን'ዩ። ሓደ ሓደ ግዜ ኣታዊታትካ በጋጣሚ ክብ ክብል ይኽእል'ዩ፣ እንተኾነ ግን ምስኡ ዝመጣጠን ዕቤት ኣእምሮ እንተዘይሃልዩካ እቲ ገንዘብ ተመሊሱ ምጥፍኡ ኣይተርፎን እዩ። ሓደ ሰብ ሚልዮን ዶላር እንተሂቡካ ብቕልጡፍ ሚልዮነር ኢኻ ክትኸውን? እወ ብዘለካ ገንዘብ ሚልዮነር ኢኻ። በተሓሳስባኻኸ? ኣጠማምታኻ ናይ ሚልዮነራት ድዩ? እንተዘይኮይኑ እቲ ገንዘብ በጋጣሚ ዝተረኽበ ክሳብ ዝኾነ ክጠፍእ እዩ። እንታይ ዝብል ኣበሃህላ ኣሎ መስለካ? ኣብ ዓለም ዘሎ ገንዘብ ኩሉ ተኣኪቡ ንኹሉ ሰብ ብማዕረ እንተ ዝምቀል፣ ድሕሪ ሓጺር ግዜ ናብቶም ሃብተትም ሰባት ምተመልሰ ነይሩ ይበሃል እዩ። ዓወት ብጥበብ እምበር ጎይኻ ናይ ዝሃለልካ ኣይትርከብን እያ። ስለዚ ኣብ ክንዲ ደድሕሪ ዓወት ትጎዪ ኣብ ርእስኻ ኣተኩርካ ስራሕ። ናይ ሓቂ ሓጎስ ኣብቲ እትረኽቦ ነገር ዘይኮነስ ኣብቲ እትኾኖ መንነትካ እዩ ዘሎ። ስለዚ ህይወትካ እትቕይረሉ ኣገባባት ክነግራካ። ቀዳማይ። ነገራት ከመይ ከም ዝሰርሑ ፍለጥ፣ Find out how things work፣ ህይወትካ ንምቕያር ሓሳባት መሰረታዊ እዩ፣ ሓሳብ ክቕይሮ ዘይክእል ነገር የለን፣ ቀንዲ ጸገም ዋሕዲ ገንዘብ ዘይኮነ ዋሕዲ ሓሳብ እዩ፣ ከመይ ጌርካ ሃብቲ ከም እተፍሪ ሓሳብ እንተረኺብካ ዝኾነ ነገር ክትቅይር ትኽእል ኢኻ፣ ሓሳባት ንምርካብ ቀጻሊ መጽናዕቲ የድልየካ፣ ዕዉት ክትከውን እንተደሊኻ ዓወት ኣጽንዕ፣ ሕጉስ ክትከውን እንተደሊኻ ሓጎስ ኣጽንዕ፣ ብኣጋጣሚ ክመጽእ ኣይትጸበዮ። ቁጠባዊ፣ ማሕበራዊ፣ መንፈሳውን ውልቃዊ ህይወትካ ክቕይሩ ዝኽእሉ ነገራት ኣጽንዕ። ዘድሊ ሓሳብ ምስ ረኸብካ ኣብ መስገብ ዝኽርኻ ድማ ኣስፍሮ። ርእስኻ ከም መዝገብ ብፍጹም ኣይትጥቀመሉ። ደጋጊምካ ኣጽንዓዮ። ሸምድዶ። ሓደ መዓልቲ እቲ ሓሳብ ሰሪቱ ክዓቢ'ዩ። ሽዑ ኣብ ሕሳብካን ኣብ ኣነባብራኻን ክንጸባረቕ'ዩ። እዚ ንኸውን ድማ ንህይወት ናብ ቅኑዕ መኣዝን ዘትሕዙ ኣገባባት ኣለዉ። ቀዳማይ፣ ምንባብ። ኩሎም ዕዉታት ሰባት ኣንበብቲ'ዮም። ንባብ ርእሰ ምሁር ይገብረካ። ኣካዳምያዊ ትምህርቲ ስሩዕ ውጽኢት ጥራይ'ዩ ዝህበካ። ፍልጠትካ ክሰፍሕ፣ ኣተሓሳስባኻ ክዓቢ ግን ባዕልኻ ክትመሃር ኣለካ። እዚ ድማ ብምንባብ እዩ ዚርከብ። ሓደ መጽሓፍ ናይ ሓሙሽተ ዓመት ጕዕዞ ኼሕጽረልካ ይኽእል እዩ። ብዛዕባ መሪሕነት፣ ውሳነ ምሃብን ስብእና ምህናጽን ዚጸሓፉ መጻሕፍቲ ኣንብብ። ኣብ መዓልቲ ሰላሳ ደቒቕ ጥራይ ዋላ እውን ይኹን ኣንብብ። ተስፋ ዚህብ፣ ዘነቓቕሕ ትምህርቲ ዚህብን ጽሑፋት እውን ኣንብብ። ካልኣይ፣ ምስማዕ፣ እቲ ዝበለጸ ክትህልወሉ ዘለካ ቦታ ኣብ ዙርያ ዕዉታት ሰባት ኮይንካ ዝብልዎ ስማዕ። ካብ ዘይዕዉታት ሰባት እውን ክትመሃር ትኽእል ኢኻ፣ ንሳቶም ዝገብርዎ ግን ብፍጹም ኣይትግበር። ሓደ ዝበለጸ ምኽሪ፣ ድኻታት ሰባት ንሃብታማት ዓዲሞም ድራር ከብልዕዎም ይግባእ። ስለምንታይ? ንሓደ ዕዉት ሰብ ንኽልተ ሰዓት ከም ዘዕልል እንተ ጌርካዮ፣ ህይወትካ ክቕይር ዝኽእል ሓሳብ ክህበካ ይኽእል እዩ። ሳልሳይ። ምዕዛብ፣ ብምዕዛብ ጥራይ ብዙሕ ሓሳባት ክትረክብ ትኽእል ኢኻ። ዓወት ኣሰር ይገድፍ እዩ። ዓወታት ሰባት ከመይ ከም ዝሰርሑ ተዓዘቦም። ክልተ ዓይነት ምርኣይ ኣሎ፣ ብዓይኒ ምርኣይን ብኣእምሮ ምርኣይን። ዓይንኻ ንነገራት ይርኢ፣ ኣእምሮኻ ግን መልሲ እዩ ዝረክብ። ኣብ ዘለኻዮ ቦታ ብምሉእ ኣቓልቦኻ ሃሉ፣ ኣድህቦኻ ኣይተመቓቕል። ካልኣይ ስጉምቲ፣ ተግባራዊ ኩን። ኣገዳሲ ዝኾነ ነገር ንምግባር ንርእስኻ ናይ ምእዛዝ ዓቕሚ ኣማዕብል። ብደቀቕቲ ስነ-ስርዓት ጀምር። ንንኣሽቱ ብድሆታት ክትስዕር እንተዘይክኢልካ ዓበይቲ ነገራት ክትገብር ዓቕሚ ክሓጽረካ እዩ። ነብስኻ ባዕልኻ ኣበግስ። ድፍኢት ናይ ካልእ ሰብ ኣይትጸበ። ሰልፍ ሞቲቨይትድ ኩን። ሰብ መጺኡ ክሳብ ዝንቕንቐካ ኣይትጸበ። ትምህርትኻ፣ ፍልጠት ጥራይ ኮይኑ ከይተርፍ ተጠንቀቕ። ፍልጠት ንበይኑ ዓሻ ድዩ ዝገብረካ? ትምህርትኻ ናብ ተግባር ቀይሮ። ሽዑ ሃብታም ክትኮን ኢኻ። ሃብቲ ክበሃል ከሎ ገንዘብ ጥራይ ዘይኮነስ ብዙሕ ዓይነት ስለ ዘሎ። ሳልሳይ፣ ኣገባብ ወይ ስርዓት ሓሉ። ነገራት ከመይ ከም ዝሰርሑ ፍለጥ እሞ በቲ ስርዓቱ ወይ ኣገባቡ ሓሊኻ ስራሕ። ሕንጻጽ ኣይትሕለፍ ወይ ዶብ ክትሓጽር ኣይትፈትን። ሓጺር መንገዲ ክትደሊ ኢልካ ንጽሬትን ጽፈትን ስራሕካ ኣይተበላሹ። እንተዘይኮይኑ ግን ሕሱር ህይወት እዩ ዕጫኻ። ኣብ ውሽጥኻ ዘሎ ዘደንቕ ዓቕሚ ኣውጽኣዮ። ካብ ጽባሕ ጀሚርካ ህይወትካ ክትቅይር ትኽእል ኢኻ። ካብ ጽባሕ ጀሚርካ ለውጢ እንተዘይጌርካ ግን፣ ዝመጽእ ሓሙሽተ ዓመታት እውን ከምተን ዝሓለፋ ሓሙሽተ ዓመታት እየን ኮይነን ክሓልፋ። ሕጂ ናይ ምርጫ ግዜ እዩ። ኣብ ዝኾነ መዓልቲ ህይወትካ ክትቅይር ከም ትኽእል እመን፣ ወላ እውን ካብዛ ሰዓት ጀሚርካ፣ ወላ እውን ሕጂ።